Hello ዝኸበርክን ኣሕዋተይ ከመይ ቀኒኽን ደሓን ዶ ቀኒኽን ኣነ እግዚኣብሔር ይመስገን ጽቡቕ ኣለኹ ንስኽን ከዓ ጽቡቕ ክትህልዋ ተስፋ እገብር ሎማዓንቲ ከዓ ብኻልእ ናይ ጨጉሪ ቪድዮ ሒዘልክን መጽእ ኣለኹ እንጆይ ክትገብርዎ ተስፋ እገብር ሓደሽቲ ድሕር ኮንክን መጀመርያኽ ድሕር ኮይና ኣብዚ ናተይ ዩቱብ ሕጂ እንዳረኣኽንኦ ከለኽን ሳብስክራይብ ግበራ እተን መብዛሕትኽን ኣሕዋተይ እንዳረኣኽንኦ ከለኽን ሳብስክራይብ ዘይገበርክን ከዓ ሳብስክራይብ ግበራ እተን ኩሉ ግዜ ሳፖርት ገብራን ኣሕዋተይ ከዓ ብጣዕሚ እየ ደመስግነክን የቐንየለይ እሱ ሓደ ሓደ ኣሕዋተይ እቲ ናይ ጨጉሪ ዝሓተትክናኒ እሱ ሒዘ መጽእ ኣለኹ ከም ሕጂ ሓደሽቲ ብዙሓት ስለ ዘለኽና ንሓደሽቲ ፎሎወርስ ሳብስክራይበርስ ማለት እዩ እምበር ሰሪሐ ነይረ ቅድሚ ሕጂ ኤኒወይ ሕጂ ከዓ ሒዘልክን መፅእ ኣለኹ እቲ ሻምፑን ኮንዲሽነርን ትጥቀመሉ ብዙሕ ግዜ ደረኣኹክን በቃ እዚ ሓንሳብ ክስታይ ምስ ፊገር ኣውት ምስ ገበርኩ ብጣዕሚ ፅቡቅ ዝገብሮ እዚ ቮጆ ቮጆ ሪቭኔ ድጥቀ ማለት እዩ እዚ ሻምፖን ኮንዲሽነርን ኣብ ኣልታ ክቡር እዩ ኣብ ቲጄ ማክስ ክረኽቦ ከለኹ ግን ኣብ ቲጄ ማክስ እየ ዝገዝኦ ማለት እዩ እዚ መመሸጢ ሒዘ ኣለኹ በዚ ከርእየክን ኢለ እዚ ሕጂ እዚ ብሬጆ ድብል ብጣዕሚ ስለ ጨጉሪ ክሳብ ኣለስለስ ደብሎ ብፍላይ እቲ ኮንዲሽነር እዚ ካብኡ ገዝኦ ማለት ካብ ቲጄ ማክስ መብዛሕትኡ ግዜ ገዝኦ ማለት እዩ ኣብ ኣልታ ከዓ ገዝኦ እየ ግን ኣብ ኣልታ ክቡር እዩ እንድሕር ደይረኸብኩ ቲጄ ማክስ ከም ዕድልካ ስለ ዝኾነት ግን ካብ ኣልታ ጎዘየ ማለት እዩ መብዛሕትኡ ግዜ ግን ድሕሪ ኣብቲ ጄማክስ ረኺበዮ ካብኡ እየ ዝገዝኦ እተን ኣብ ካልእ ዓዲ ዘለኽን ከዓ እዚ ብረጅዮ ኣብቲ ዲስክሪፕሽን ባክስ ገብረልክን እየ እንደገና ከዓኒ ኣብቲ ክስታይ ከዓ ካብቲ ኮሚኒቲ ከዓ ስክሪንሻት ገይረ ኣብቲ ኮሚኒቲ ናተይ ዩቱብ ኤልሳ ኣብ በዲልክን ምስ ከትክን ኣብቲ ኮሚኒቲ ፖስት ከዓ ኣብኡ ክገብረልክን እየ ማለት እዩ ካልእ እዚ ስፕሬይ ከዓ እዚ ናይ ጨጉሪ ስፕሬይ ብኡ ምስ ተሓፀብኮ ማለት ሕጂ ክሬም እዚ ሄር ማስክ ገብረ ዘይትኸእልከ ግን መብዛሕትኡ ግዜ እዚ ኮንዲሽነር እዚ ኮንዲሽነር ጽቡቅ ስለ ዝኾነ ዳርጋ ብዙሕ ሄር ማስክ ትደርየክን ኣይገብሮን እየ ማለት እዩ ምክንያቱ ካብ መጠን ላዕሊ ኣለስልስ ስለ ዘብሎ ማለት እዩ ሓደ ሓደ ግዜ ግን ንደቀይ ክሰርሐን ከለኹ ጨጉረን ድሕር ከምዚ ክምሽጠለን ኮይነ እዚ ኮንዲሽነርን ትቀጠልያ ደርየክን ናይ ሄር ማስክን ገይረ ክስታይ ገብሮ ማለት እዩ ጽቡቅ እዩ ኣለስልስ ደብሎ ከምኡ ገይረ ጎማ ሸፊን እየ ጸንሕ ድሓር ክምሽጠለን ከለኹ ጽቡቅ ልስሉስ ዝኸውን ማለት እዩ እዚ ናይ ክስታይ ከዓኒ ሂት ፕሮቴክተር ከዓኒ ግድን ክንገብር ኣለና ጨጉና ክነብል ከለና እዚ መከላኸሊ ናይ ሓዊ ክንገብር ኣለና። እዚ መብዛሕቱ ካብቲ ጄማክስ እየ ዝገዝኦ ምክንያቱ ኣብኡ ደሓ ሰለ ስለ ዝኮነ ማለት እዩ። እዚ ቺ ብራንድ እዚ ብጣዕሚ ጽቡቅ ነቲ ሂት ፕሮቴክት ገብረልካ እዚ እየ ዝጥቀም ማለት እዩ። እዚ ከኣ ኣሎ ካልእ ቅድሚ ሕጂ ከማን ኣርእየኪ ነይረ እዚ ሂት ፕሮቴክት እዚ ከኣኒ ካብ ዝኾነ ሄር ሳሎን ክትገዝኦ ትቀሚን ቢዲ ሳፕላይ ስቶር ክትገዝኦ ትኽእላ ኢኽን። Anyway ግን ስክሪንሻት ገለ ጌረ ኣብኡ ክገብረልክን እየ እዚቺ ግን ብጣዕሚ ጽቡቅ ፍኩስ ክብለልክን እንድሕር ደሊክን ከምዚ ባውንስ ክገብር እንድሕር ደሊክን እዚ ዝገብሮ ማለት እዚ ግን ቁሩብ ዘይቲ ነገር ስለ ዘለዎ ግን ሂት ፕሮቴክተሩ ብጣዕሚ ጽቡቅ እዩ እዚ እየ ንጥቀም ማለት እዩ ካልእ እዚ እዚ ኩሉ ግዜ ዝርእየክን እዚ ረቭላን ክስታይ ርእዮ ኣሪጉ ማዕረ ክንደይ ከም ዝጥቀምኦ ነው እዚ መንቀፂ ማለት እዩ እዚ ብጣዕሚ ኣብ ሓጺር ግዜ ጨጉርኻ በቃ ቀልጢፉ ይደንግጸልካ ቅድሚ ሕጂ ኣርእየክን ነይረ ዳርጋ ኣሪጋ እዚኣ ሕጂ ሎማዓንቲ እንድሕር ተባላሽያ ናይ ግድን ሎማዓንቲ ኦርደር ገብራ ምክንያቱ ካብ መጠን ንላዕሊ ስለ ዝፈትዎ ጽቡቅ ገይሩ እዩ በቃ ጨጉርኻ ነቲ ግዜኻ ዝቁጥበልካ ማለት እዩ ጨጉረይ ባዕለይ እየ ክስታይ ድገብሮ ከምቲ ዝብለክን ኣብ ገዛ ማለት እዩ በዚ ጌርክን ከተንቁጾ ከለኻ መመሸት ቢጎዲኒ ገለ መለ ኣየድልየካን እዩ ግዜ ገለ ኣይወስድን እዩ በዚ ኣንቅጽ ኣቢለ እዚ ምሽጥ ምስ ኣበልኩዎ ብንእሽተይ ገይረ ድሓር ኣይረን ከኣኒ እዚ ፓለስትራ ማለት እዩ እዚ ጂኤችዲ ኣለኒ ዘየጥቀም ነይረ ቅድሚ ሕጂ ኣርእየክ ነይረ ድሕሪኡ ግን እዚ ፊገር ኣብ ኣማዞን ፅቡቅ ረቪው ኣለዎ ኢለ ምስ ገዛእኹዎ እዚ ክስታይ ሃሲሱ እዩ እዚ ሽሙ ምክንያቱ ብዙሕ ግዜ ስለ ዝጥቀመ ዘለኹ ዳርጋ እዚ ቀጢ ስለ ዝኾነ ግዜ ስለ ዝወስደለይ ዳርጋ ገዲፈዮ ግን እዚ ጂኤችዲ ጽቡቅ ብራንድ እዩ እዚ ጌርካ ጨጉርካ ስትሬት ጌርካ ድሓር ከርሊ ክገብሮ ከለካ ወላ ሓንቲ ጸገም የብሉን ማለት እዩ ጨጉርካ ከርሊ ክኸውን ይኽእል እዩ ከምዚ በሊሕ ድገብሩ ሓዊ ደንድዶ ገለ ኣይኮነን ስቴፕ ተጠቂምካ እዚ ስቴፕ ባይ ስቴፕ እዚ ሂት ፕሮቴክተር ገለ ጌርካ በዚ ክስታይ ምስ ገበርካዮ ከምዚ ጨጉርካ ዊጥዊጥ ድብል ሓዊ ምስ ገበርናሉ ከምኡ ኣይከውን እዩ ማለት እዩ ሕጂ ኣነ ከም ዝገብሮ ኣለኹ ፍሪዝ ንድሕሪ ገብሮ ደሊኻ ፀገም የብለይን ማለት እዩ ካልእ ሕጂ እዚ ናይ ኣይረን ከኣኒ እዚ ብ ኣማዘን ዳርጋ እዚ ከማን በቃ ኩሉ ግዜ ስለ ትጥቀመሉ ዳርጋ ኣሪጉ እዩ ግን ብጣዕሚ ጽቡቅ በቃ እቲ ግዜስ ገፊሕ ስለ ዝኮነ እዚ እዚ ግዜ ይቁጥበልካ ማለት እዩ እዚ ብራንድ ሬሚንግተን እዩ ዝብል ግን እዚ ሃሲሱ እዩ ማለት እዩ ብዙሕ ግዜ ስለ ዝጥቀመሉ ኣብ ኣማዘን ዋግኡ ክቡር ኣይኮነን መዓት ረቪው ዘለዎ ካብ ኣማዘን ቁስቱር እየ ገዜ እየ ነይረ ብጣዕሚ ግዜ ስለ ዝቁጥብ ስቲል እሱ እየ ዝጥቀም ዘለኹ ማለት እዩ ብጣዕሚ ፅቡቅ ገይሩ ጨጉርኻ ቀልጢፍካ ትወደ ማለት እዩ ሕጂ ኣነ ከምቲ ድበልኩ ከምቲ ድብለክን እንዳ መሻጢት ገለ ምኻድ ገዲፈዮ እየ ጨጉረይ እዚ ነዊሕ ኣይኮነን ተፈጥሮ ጨጉረይ ግን ፅቡቅ ገይረ ድካና ኮነ ዘይቲ እንዳገበርኩ ገለ ማለት እዩ ኣብ ገዛየ ከዓ ባዕለይ ድምሽጦ ማለት እዩ ድሕር ጅም ከይደ እዚ ሕጂ ሎማዓንቲ ኣብኡ ከለኹ ስሕብ ክስታይ ገይረ እዚ ሕጂ ሎማዓንቲ እየ ባዕለይ ሰሪሐዮ ማለት እዩ መጀመርያ ዘይቲ ልኮየ እየ ዋላ ሕጂ ተመሽጥዮ ክልኩ ሎማዓንቲ ዘይቲ ገይረሉ ኣለኹ ተሓዋዊሰ ድልከዮ ዘይቲ ማለት እዩ እሱ እቲ ዘይቲ ኩሉ ናቹራል ስለዝኾነ ዋላ ክስታይ ክንገብር ኮለና ከዓ ፅቡቅ እዩ ማለት እዩ ወላ ተመሽጥና ተገበርናዮ ፅቡቅ በቃ ብጣዕሚ ፅቡቅ እዩ ወላ ንገፅና ከዓ ፅቡቅ እዩ ማለት እዩ እሱይ ዝገብር እሱ ገብር ድሓር በዚ ተሓጺበ ብኡ የንቅጾ በዚ የንቅጾ በዚ እንቂጸ ከኣ በዚ ኣይረ ንጥቀመሉ ከምቲ ድብለክን ከኣኒ ዘይቲ ከኣ ተሓዋዊሰ ድልክዮ ኩሉ ግዜ ዝልክዮ ሕጂ ንግሆ ምሽጥ ምስ ኣበልኮ ካብ ፍቲ ዘይቲ ገይረሉ ኣለኹ ካብ መጠን ንላዕሊ ካብ መጠን ንላዕሊ እየ ዘይቲ ድፈቱ ወላ ሽዑ ከምቲ ዝበልኩ ሽዑ ንሽዑ ተቢለ ጨጉረይ ሽዑ ንሽዑ ተሓጺበ ተመሽጠ ራይደ ወይ ከዓ ዘይተገብረሉ ሰሙን ሙሉኤ ዘይቲ ድልከ ብጣዕሚ ስለ ዝፈቱ ማለት እዩ በቃ እዚኤኔን ናይ ሕጂ ደሎ ናይ ጨጉሪ ሩቲነይ ማለት እዩ ቀሊል እዩ ብዙሕ ግዜ ኣይወስድን እዩ እንደገና ከዓ እንዳ መሻጢት ከዓ ከምቲ ኩሉ ግዜ ዝብለክን ሕዋትና ኣይተሓዛልና እምበር እንዳ መሻጢ ዘለክሞ መዓልትኡ ስለ ንውዕል እንደገና ግዜ ከኣ ንክስታይ ስለ ግዜ ከኣ ስለ ዘይብልና ኣርባዕተ ሰዓት ገለ ብክትውዕል ከኣ ኣብ ዕረፍትካ ብጣዕሚ ደይወሓጠልካ ኤኒወይ ግን በቃ ናይ ሎማዓንቲ እዚኣ ትመስል ቀሊል ብጣዕሚ ቀሊል ግዜ ደይወስድ ናይ ጨጉሪ ማለት እዩ እዚኤን እየ ዝጥቀም ኣብቲ ዲስክሪፕሽን ባክስ ገብረልክኒ ስክሪንሻት ገይረ ከኣኒ ስእሊ ስለ ትብላኒ መብዛሕትኽን ሕዋተይ ስክሪንሻት ገይረ ከዓኒ ኣብቲ ኮሚኒቲ ድብል ኣብቲ ናተይ ዩቱብ ኤልሳ ኣበዲልክን ምስ ከትክን ድሓር ኣብቲ ኮሚኒቲ ድብል ኣብኡ ስእሊ ገይረ ክገብረልክ ፖስት ክገብሮ እየ ማለት እዩ ኣብኡ ኣቲኽን ክትረኽብኦ ትኽእላ ኢኽን ናይ ሎማዓንቲ ቪድዮ እዚኣ ትመስል ሳብስክራይብ እንድሕር ዘይገበርክን ሕጂ ከይወፃኽን ከለኽን ሳብስክራይብ ገይርክን ውፃ ላይክ እንድሕር ዘይገበርክንኦ ከዓ ሕጂ ላይክ ግበራ ብጣዕሚ እየ ደመስግነክም ብጣዕሚ የቀንየለይ ኣብ ቀፃሊ ብካልእ ክሳብ ንራከብ ካኣ ብሰላም የራክበና ባይ።